ሰላም ዳዘመርኩ ዝሰብኽ ንፍቅሪ
ኤስቢኤስ ትግርኛ ኣብ ሬድዮ ኣብ ኦንላይን ከምኡ ውን ኣብ ሞባይል ሰማዕትና ሰማዕቲ ረድዮ ኤስቢኤስ ሎም ውን ኣምባሳደር ዓንደብርሃን ወልደጊዮርጊስ ዓዲምና ኣለና ኣምባሳደር ዓንደብርሃን ወልደጊዮርጊስ ኩላትና ንፈልጦ ኢና ብዙሕ ሌላ ዘድልዮ ይመስለንን ኣብ ዝተፈላለዩ ኣጋጣሚታት ስለ ዘላለናዮ ንሎሚ ንገብሮ ከም መቐፀልታ እዚ ኣብ ትግራይ ከምኡውን ኣብ ቀርኒ ኣፍሪቃ ዝኸውን ዘሎ ዝለዋወጥ ዘሎ ኩነታት ንዑ ምልኪትና ብመንፅር ናይ ኤርትራ ፖለቲካ ክንሪኦ ክንፍትን ኢና ቀኒለይ ኣምባሳደር ዓንደ ብርሃን ዕድመ ኣኽቢርካ ነዚ ኩነታት ክትንትነልና ፍቓድካ ስለ ዝኾነ ኣዝየ መስግነካ ኣነ ውን ኣመስግን ብዛዕባ ዝህልው ኩነታት ርእይቶ ንምቅያር ዕድል ብምኽፋትካ ኣመስግን።
ሕራይ እስኪ እዚ ኣብ ትግራይ መፂኡ ዘሎ ናይ ሓይልታት ምቅያር ኣብ ኣስመራን ኣብ ኣዲስ ኣበባን ናይ ዲፕሎማስያዊ ፃዕርታት ክካየድ ድሕሪ ምፅንሑን ኣብ ትግራይ እውን ከቢድ ኩናት ድሕሪ ዝተኻየደ እም ሓይልታት ናይ ትግራይ ናብ መቐለ ክኣትዉ ክኢሎም ኣለዉ እሞ እዚ ፀቕጥታት ናይ ዲፕሎማሲ ነዚ ምዕባለ እዚ ተራ ነይርዎ እዩ ዝብሉ በቲ ሓደ ወገን በቲ ካልእ ድማ እቲ ኩናት ህዝባዊ ናብ ህዝባዊ ኩናት ስለ ዝተቐየረ እዩ ብቐሊሉ እቲ ክፈርስ ክኢሉ እቲ ናይ ኢትዮጵያ ሓይሊ ዝብሉ ኣለዉ'ሞ ኣብዚ መጀመርያ ምስቲ ኮነታት ተፈጢሩ ዘሎ ርእይቶኻ ክሰምዕ። ብመሰረቱ ኣብቲ ስትራቴጂያዊ ሚዛን ወተሃደራዊ ሓይልታት ዝተፈጥረ ምምዝባል የለን። እቲ ኲናት ክካየድ ጸኒሑ

ዝብል ሕቶ ክልቲኡ ብተደጋጋሚ ምትእትታው ሰራዊት ኤርትራ ክኽሕድ ጸኒሑ ብግብሪ ግን ካብ መጀመርያ ኣትሒዙ ኣትዩ እዩ። ኣብ ክንዲ ምኽሓድ ንቡር ኣህጉራዊ ዲፕሎማስያዊ ኣገባብ ተጠቒምካ ምእታዉ ምእማን ግን ስለምንታይ ከምዝኣተወ ከኣ ምግላጽ የድሊ ነይሩ ብናተይ ርእይቶ። ሰራዊት ኤርትራ ስለምንታይ ኣትዩ እንድሕር ተባሂሉ፣ ጉዳይ ነይርዎ፣ ዘይተወደኤ ጉንዙፍ ጉዳይ ናይ ዶብ ን ዕስራ ዓመት ዝተጎብጠ ልዑላዊ መሬት ኤርትራ ነይሩ፣ ሓደ። ካልኣይ እቲ ናይ ዓባይ ትግራይ ሕልሚ፣ እቲ ናይ ዓባይ ትግራይ ህርፋን ንብዙሕ ክፋላት ናይ ኤርትራ ዘጠቓልል ረፑብሊክ ትግራይ ናይ ምፍጣር ሕልሚ ህላወኣዊ ስግኣት እዩ ንቐፃሊ ልዑላውነት ህዝቢ ኤርትራ። ያ ማለት እዚ ትብሎ ክልተ ዘለኻሲ መንግስቲ ኤርትራ ዝወሰዶ ስጉምቲሲ ምኽንያታዊ እዩ ነይሩ ዲኻ ትብለን ዘለኻ? ምኽንያታዊ
እወ ቅድሚ ሕጂ እውን እኮ ገሊፀዮ እየ እዚ ምኽንያታዊ እዩ ምኽንያቱ ህላዌኣዊ ስግኣት ስለ ዝነበሮ ዝተጎብጠ መሬት ስለ ዝነበሮ ሓደ ኣህጉራዊ ኮም እኮ እዚ ኣዳዕዲዑ ይፈልጥ እዩ እቲ ዝተጎብጠ መሬት ንክልቀቅ ክንደይ ግዜ ፃዕሪ ኣካይዱ ክንደይ ውሳነታት ብደረጃ ፀጥታዊ ባይቶ ሕቡራት ሃገራት ሓሊፉ ፀማም እዝኒ ተዋሂብዎ እዩ ፀኒሑ ስለዚ ኤርትራ ግቡእ መሰል ናይ መሬታ ምምላስ ልዑላውነታ ምክልኻል ኣለዋ ኣብ ክንዲ ምሓብ ማእከል ትግራይ እዩ ኣትዩ እቲ ሰራዊት ናይ ኤርትራ ክገልፀልካ እዩ ኩሉ ኤርትራ ኣብ ክንዲ ምክሓድ ዋላ መንግስቲ ኢትዮጵያ ኣብ ክንዲ ምክሓድ እወ ሰራዊት ኤርትራ ኣትዩ ኣሎ ክብሉ ነይርዎም ምክንያቱ ኤርትራ ግቡእ መሰል ናይ ልዑላውነታ ምክልኻል ስለ ዘለዋ ኣብ ትሕቲ ኣህጉራዊ ሕጊ ነዚ ተጠቒማ ልዑላውነታ ንምርግጋጽ ኣብቲ ኲናት ክትኣቱ ተገዲዳ ክብሉ ክእሉ። በቲ ካልእ ከኣ ኢትዮጵያ እውን ጸጥታና ልዑላውነትና ኣብ ሓደጋ ስለ ዝኣተወ ዓዲምናዮም ኣቲና ኣትዮም ኣለዉ እንተ ዝብሉ ነይሮም እቲ ጸገም ዘምጸእኮ እቲ ምኽሓድ እዩ። ኣትዮም ክነሶም ኣይኣተናን ቀዳማይ ሚኒስተር ኣብይ ኣሕመድ እውን ብተደጋጋሚ ዝበሎ ዋላ ንዋና ጸሓፊ ሕቡራት ሃገራት ዝገለጾ እዩ እዚ። እዚ እቲ ሓቂ ምኽሓድ እዩ። ኣብ ክንዲ ምኽሓድ እወ ኣቲና በዚን በዚን ምኽንያት እንተዝብሉ ነይሮም እቲ ጸቕጢ ኣይምመጸን። ሕጂ ስለዝኸሓዱ ምስ ተረጋገጸ ከኣ ውጹ ምስ ተባህሉ ክንወጽእ ኢና ክወጽእ እዩ ሰራዊት ኢትዮጵያ ኤርትራ ክወጽእ እዩ ስለ ዝበለ ጸቕጢ መጺሉ መዓት ምጉብዕባዕ እገዳ ተገይሩ ትዝክር ብ እንታይ ኣስለካ behind ድሕሪ መጋረጃ ዝግበር እዚ ትዝበሃልን ዝግበርን ነንበይኑ እዩ ግን ብፍላይ ብፍላይ በዚ ናይ ምዕራብ ዓለም ካብ ሕቡራት መንግስታት ኣሜሪካን ኤውሮጳዊ ሕብረትን ብዙሓት ሓያላትን ማእለያ ዘይብሉ ጸቕጢ ኣብ ልዕሊ ኢትዮጵያ ክመጽእ ጸኒሑ፣ ኢትዮጵያ ከኣ ንገዛእ ርእሳ ዋላ ብስሳኻ ሚእቲ ባጀታ ብድጎማ ናይ ኣህጉራዊ ሓገዝ ስለ ዝኸይድ ንብዙሕ ምኽንያታት ጸቕጢ ክጻወር ዝኽእል ስርዓት ስለ ዘይኮነ ነቲ ጸቕጢ ኣቐዲሙ እኮ ምናልባት ሕጂ ዝመጽእ ዘሎ ሓቅታት እኮ እንድሕሪ ርኢናዮ ቅድሚ ሰሙን ሰራዊት ኢትዮጵያ ምውጽኡ ሰራዊት ኢትዮጵያ ክወጽእ ምዃኑ ተሓቢሩ ወያነ ይፈልጡ ነይሮም ኤርትራ ትፈልጥ ነይራ እቶም ዝግድሶም ሰባት ርክባት ዘለዎም ሰባት ይፈልጡ ነይሮም ሰራዊት ኢትዮጵያ ቅድሚ ምስሓቡ ግን ሰራዊት ኢትዮጵያ ሰራዊት ኤርትራ ስሒቡ ሰራዊት ኢትዮ ኤርትራ ስሒቡ ኣብኡ ውን ሰራዊት ኤርትራ እቲ መሬቱ ምስ ተቖጻጸረ ኣብ ክንዲ ዝቕጽል ክምለስ ኣለዎ ዝብል መርገጺ ካብ መጀመርያ ኣትሒዙ እቲ ጉዳይ እቲ ብሰላም ክፍታሕ ከም ዝግባእ ሰራዊት ኤርትራ ከኣ መሬቱ ምስ ተቖጻጸረ ኣብ ውሽጣዊ ጉዳይ ኢትዮጵያ ኣብ ኲናት ሓድሕድ ኢትዮጵያ ክኣቱ ከም ዘይብሉ ብጻዕቂ ብንጥፈት ክንደፍእ ጸኒሕና ኣነ ብፍላይ ዓውለ ኣብ ዝገብሮ ጥራይ ዘይኮነስ ኣብቲ ዘካይዶ ዲፕሎማስያዊ ንጥፈታት ናይ ብሓቂ ሰራዊት ኤርትራ ናብ መሬቱ ክምለስ ኣብቲ ኣህጉራዊ ዶብ ክምለስ ውሽጣዊ ጉዳያት ኢትዮጵያ ንኢትዮጵያውያን ዝምልከት ስለዝኾነ ኢትዮጵያውያን ምናልባት ብኣሳታፊ ልዝብ ኣብ ናይ ሓባር ምርድዳእ ብዛዕባ መጻኢት ኤርትራ፣ ብዛዕባ መጻኢ ናይ ኢትዮጵያ ክዛረቡ፣ ክላዘቡ፣ ሽግራቶም ክፈትሑ ናቶም ውሽጣዊ ጉዳይ ምዃኑ፣ ሰራዊት ኤርትራ ናቱ ሃገራዊ ረብሓ ምስ ኣረጋገጸ ናብ'ቲ ኣህጉራዊ ዶብ ተመሊሱ ሃገሩ ክከላኸል ከም ዝግባእ ብተደጋጋሚ ክግለጽ ጸኒሑ ኢዩ። ስለዚ ኣብዚ እቲ ኣተሓሕዛ ናይ ክልቲኡ ስርዓታት ኢዩ እቲ ጸገም ነይሩ። ን ናይ ብሓቂ ማእለያ ዘይብሉ ገዚፍ ጸቕጥታት ንነብስኻ ኣቃሊዕካ፣ ምኽንያቱ ግጉይ ዲፕሎማስያዊ ኣተሓሕዛ ስለ ዝተኸተልካ።
ሕራይ፣ ማለት ንዕኡ ስዒቡ ኣብ ዝተፈላለዩ ናይ ረድኤት ይኹኑ ናይ ጋዜጠኛታት ትካላት ዝግለጽ ማለት ግህሰት ሰብኣዊ መሰላት ኣብ ትግራይ ተፈጺሙ እዩ። ንዕኡ ስዒቡ ድማ ብፍላይ ሰራዊት ኤርትራ ከምኡ ሰራዊት ናይ ኢትዮጵያ ናይ ኣምሓራን ግፍዕታት ፈፂሞም እዮም ዝበሃል ኣሎ ንዑ ስዒቡ ሕጂ መቐለ ምስ ኣተው ሓይልታት ትግራይ ንፀላእትና ኣብ ዘለዎ ልዮም ከነብሎም ኢና ከነጥፍኦም ኢና ዝበሃል ዘረባታት ኣሎ ብጌታቸው ረዳ ይኹን ብካልኦት ብካልኦት ኣክቲቪስትስ እውን ንዑ ስዒቡ ብዙሓት ኤርትራውያን ይቃወሞ ንሰማዕ ኣለና እሞ እዚ ማለት ሲ ተበዲልና ዝበሃል ንብረትና ተወሲዱ እዩ ዝበሃል ነገራት ክሳብ ክንደዮም ክገብርዎ ዝኽእሉ ማለትሲ ሓይሊ እንተረኺቦም ማለት እዩ ከይዶም ኣብ ካልእ ናብ ኤርትራ ኣትዮም ስታዮም ክምልሱ ይኽእሉ ድዮም ንብረቶም እቲ ዝብልዎ ዘለዉ ፀላእትና ክነጥፍእ ኢና ዝብልዎ ነገር ከ ክፍፅሙ ክሳብ ክንደይ ክፍቀደሎም ይኽእል ብኣህጉራዊ ሕጊ ክትሪኦ ከለኻን ብሕልና ክትሪኦ ከለኻን ከመይ ይመስለካ? ብዙሕ የዛርብ ስለ ዘሎ እዩ ዝሓ ከምቲ ኣብ ዝተፈላለየ ኣጋጣሚታት ደጋግሞ ኣነ እቲ ቀዳማይ ግዳይ ናይ ኩናት ሓቂ እቲ ናይ ሓሶት ፕሮፓጋንዳ ዝዕብሎኽ ሓቂ እቲ ካልኣይ እቶም ወፊሮም ዘይምለሱ ግዳያት ናይቲ ኩናት እዮም ዓሰርተታት ኣሽሓት ዝቕተሉን ዝስንክሉን ንዝተረፈ ክፋል ህይወቶም ብትራውማ ዝሳቐዩን ወለዶታት፣ እተፈላለየ ወለዶታት እዩ ኣብዚ ኲናት እዚ ተጸሚዱ ዘሎ ካብ ኩሉ ወገናት። እዚ ኩሉ ኣለካ፣ ሳልሳይ እቶም ከም ናይ ብሓቂ ወሊዶም መልሚሎም ዘዕበይዎም ዘፍቅርዎም ደቆም ዝሰኣኑ ወለዲ፣ ቤተሰብን ፈተውትን፣ እቶም ዝስኽትሙ ህጻናት፣ ራብዓይ እቲ ከም ጎድናዊ ጉድኣት ዝበሃል ወይ ኮላተራል ዳመጅ እንዳተባህለ ዩፊሚስቲክሊ ዝግለጽ ዝቕዘፍን ዝመዛበልን ህዝቢ ኣብቲ ዓውዲ ኲናት እዩ። በዚ መንገዲ እዚ ክትሪኦ ከለኻ ናይ ብሓቂ ማእለያ ዘይብሉ ክሳራታት እዩ ኣጋጢሙ ህዝቢ ትግራይ። ግዳይ ናይ ማእለያ ዘይብሉ ግፍዕታት ኮይኑ ዝብል እዚ ንቡር ናይ ኩናት እዩ ኣብ ዝኾነ ዓውዲ ኩናት እቲ ሰላማዊ ህዝቢ ይልከም እዩ እዚ ኮላተራል ዳሜጅ ዝብሃል ንዕኡ ዘብል እዩ ሰላማዊ ህዝቢ ጥራይ ዘይኮነስ ንብረቱ ትሕተ ቅርጹ መነባብርኡ ይመዛበል እዩ ልዕሊ ሰለስተ ሚእትን ሓምሳን ሽሕ ኣብ ጥሜት ኣሎ ዝብሃል ኣሎ ልዕሊ ክልተ ሚልዮን ህዝቢ ተመዛቢሉ ዝብሃል ኣሎ ድሕሪ እዚ ኩሉ ክሳራታት ግን ብዝኸፍኤ ደረጃ ናብቲ ዝነበርካዮ ምምላስ እዩ። ሕጂ ብዝኸፍኤ ደረጃ ተመሊስካ ብኣህጉራዊ ጸቕጢ of course እቲ ምስሓብ ናይ ሰር እቲ ኣብዚ እንታይ መስለካ ኣብ ዝኾነ ጸወታ game changer ዝበሃል ኣሎ። ኣብቲ መጀመርያ game changer መን ነይሩ እንድሕር ኢልካ ምትእትታው ናይ ኤርትራ ምኽንያቱ ባዕሎም ምስ ገለ ከም ዝገለጽዎ መራሕቲ ወያነ ኣብ ዝተፈላለየ ኣጋጣሚታት እቲ በርቃዊ ትጽቢታዊ መጥቃዕቲ ዝበልዎ ንሰማንያ ልዕሊ ሰማንያ ካብ ሚእቲ ናይ ሰራዊት ኢትዮጵያ ሒዙ ዝነበረ ሰሜናዊ እዚ ዓሰርተ ሓሙሽተ ክፍለ ሰራዊታት ኣርባዕተ መካናይዝድ ክፍለ ሰራዊታት ከምዘይስ ኣልሚሶሞ እዮም እቲ ልዕሊ ሰማንያ ካብ ሚእቲ ኣፅዋሩ ኣብ ኢዶም ኣትዩ እዩ እዚ ኩሉ እንታይ ማለት እዩ እዚ ሰራዊት ኢትዮጵያ ናይ ውግእ ዓቕሙ ለሚሱ ማለት እዩ። ኣብቲ እዋን እቲ ኣብቲ እዋን እቲ ነቲ ኩነታት ዝቐየረ ምትእትታው ናይ ኤርትራ እዩ። ሕጂ እውን ብኣህጉራዊ ጸቕጢ ነቲ ኩነታት ኩነታት ዝቐየረ ምስሓብ ናይ ሰራዊት ኤርትራ እዩ። ብዝተረፈ ብስትራቴጂያዊ ኣጠማምታ ክትሪኦ ከለኻ ኣብ ሚዛን ወተሃደራዊ ሓይሊ ዝመጸ ለውጢ የለን። እዚ ናተይ ርኢቶ ጥራይ ዘይኮነ ካብ ዝተፈላለዩ ስለያዊ ምንጭታት፣ ዲፕሎማሲያዊ ምንጭታት፣ ኣብ ናይ ቀረባ ተዓዘብቲ ናይቲ ዞባ ዝመጽእ ዘሎ ትንታኔ እዩ። ከምዚ ዝበልክዎ ድሕሪ እዚ ኩሉ ክሳራታት ሕጂ ናብቲ ዝነበርካዮ ቅድሚ ናይ ሕዳር ሰለስተ ኩነታት ግን ብዝኸፍእ ደረጃ ብዝዓበየ ክሳራ ብዝዓበየ መቕዘፍቲ ትምለስ ኣለኻ እዚ እኹል ምህሮ ክህሉ ክህብ ክኽእል ኣለዎ ምስ ኤርትራ ዘሎ ጉዳይ ናይ ኤርትራ ጉዳይ እንታይ እዩ ኣብ መንጎ ኤርትራን ኢትዮጵያን ዘሎ ዝምድና እንታይ እዩ ህዝቢ ኤርትራ ንልዑላውነቱ ንናጽነቱ ተቓሊሱ ልዑላዊት ሃገሩ ኣብ ልዑላዊት ሃገሩ ብሰላም ክነብር እዩ ዝደሊ ምስ ኩሎም ጎረባብቱ። ኣብ ኢትዮጵያ ክልተ ስግኣታት ክመጾ ጸኒሑ። ሓደ እቲ ናይ ዓባይ ትግራይ ብዙሕ ክፋላት ናይ ኤርትራ ዝሕውስ ካርታ ናይ ትግራይ ንዕኡ ክውን ንምግባር ዘሎ ሕልምታት። ሳልሳይ እቲ ናይ እቲ ካልኣይ እቲ እቲ ካብ ኢትዮጵያውያን ዝመጽእ ናይ ቀይሕ ባሕሪ ሓይሊ ምዃን ዶ ሓይሊ ባሕሪ ምግባር ዶ ንኤርትራ ምምላስ ዶ ዝብል። ህዝቢ ኤርትራ ካብዚ ሓደጋታት እዚ ክጋላገል ክኽእል ኣለዎ። ምስ ህዝቢ ትግራይ ህዝቢ ኤርትራ ባእሲ የብሉን፣ ግጭት የብሉን። ኣብ መንጎ ህዝቢ ትግራይን ኣብ መንጎ ህዝቢ ኤርትራን ዝኾነ ግጭት ዝኾነ ባእሲ የለን። እቲ ጸገም እቲ ኣስፋሕፋሒ ህርፋን ናይ መሪሕነት ወያኔ ማለሊታዊ ዕላማ ናይ ዓባይ ትግራይ ንኤርትራ ወይ ዓብይ ክፋላት ናይ ኤርትራ ዝሓወሰ ካብዚ ክገላገሉ ክኽእሉ ኣለዎም። ነባሪ ሰላም ኣነ ቅድሚ ምናልባት ሽዱሽተ ወርሒ ቅድሚ እቲ ኩነታት ምቕያሩ ኣነ ናብ መሪሕነት ወያነ ዝጸሓፍክዎ ዋላ ናብ መሪሕነት ናይ መንግስቲ ኢትዮጵያ ዝጸሓፍክዎ ኣሎ ሰረት ናይ ነባሪ ሰላም ዘንጽፍ ልዑላውነት ሃገረ ኤርትራ ብመሰረት እቲ ኣህጉራዊ ዶባት መግዛእቲ ዝተ ልክዕ ከም ኩሉ ሃገራት ኣፍሪቃ ብመሰረት እቲ ውዕላዊ እቲ መግዛእታዊ ውዕላት ዝተኸለለ ኣህጉራዊ ዶብ ኣሎ። ንዕኡ ተቐቢሎም ምስ ኤርትራ፣ ምስ ናጻ ልዑላዊት ሃገር ኤርትራ ሰላም ክገብሩ፣ ብኹሉ መለክዕታት ናይ ናጽነታ፣ ልዑላውነታ፣ ምሉእነት መሬታ፣ ሕጂ ከኣ ዝወራረድ ኣለና ኢልካ ምዝርራብ ምውርራድ ተኮይኑ ጽቡቅ ብሕጊ ንወራረድ ንወራረድ ዳኣ ህዝቢ ኤርትራ ዝወራረድ ኣለዎ ሰላሳ ዓመት ኩናት ስለምንታይ ከይዱ ሰላሳ ዓመት ሓርነታዊ ኩናት ኤርትራ ስለተጎብጠት መሰሉ ስለዝሰኣነ ህዝቢ ኤርትራ እዩ ንሳላሳ ዓመት ተቃሊሱ ዘይተወራረደ ሕሳብ ኣለና ምስ ኢትዮጵያ ናይ ዶብ ኩናት ኣሳቢብካ ናይ ካርታ ብኢደ ወነንካ ቀይርካ ኣብ ሜሬት ክውን ንምግባር ዝተገብረ ጎበጣ ባድመ እንድሕሪ ነይሩ እቲ መከራኸሪ ቦታ ስለምንታይ ሓፈሻዊ ኩናት ኣብ ኩሉ ኣብ ሙሉእ እቲ ዶብ ናይ ኤርትራ ተኻይዱ? ስለምንታይ ዓሰብ ንምሓዝ ዝተገብረ ጻዕሪ? ነስመራ ንምሓዝ ብዓዲ በጊዖ፣ ብእግሪ መኸል፣ ብመንገዲ ጾሮና ንደቀምሓረ ክስብ እዚ ኩሉ ዝካየድ ዝነበረ ስለምንታይ? ኢትዮጵያ ነቲ ተቐቢላቶ ዝነበረት፣ ኢትዮጵያ መራሕቲ ክትቅይር ትኽእል እያ፣ ሽዑ ምናልባት መሪሕነት ወያኔ ዝዓብለለ ተራ ነይርዎም፣ ሕጂ ካልኦት ኣለዉ፣ ግን መን ኣሎ ኣብ ኮረሻ ስልጣን ኣብ ኢትዮጵያ ብዘየገድስ ኢትዮጵያውያን ናጻ ልዑላዊት ሃገረ ኤርትራ መጺኣ ኣላ፣ ክትነብር ምዃና ክቕበሉ ክኽእሉ ኣለዎም፣ በዚ መሰረት እዚ ከኣ ሰላም ኣብ መንጎ ክልቲኤን ሃገራት ክሰፍን ይኽእል። ንሕና ከፊልና ደምና ከፊልና ኢና ኣራይ ኣብዚ ንጽንበር።
ኣምባሳደር ምናልባት ብወገን ኤርትራ ክንሪኦ ከለና እቲ መንግስቲ ዝኾነ ዝወስዶ ስጉምቲ ናይ ብሓቂ ማለት ማንዴት ኣለዎ ድዩ ዝኾነ ነገር ስጉምቲ ይወስድ ኣሎ ተረዲኻኒ ንካቢኔ ዝበሃል ወይ ከዓ ባይቶ ዝበሃል ኣብ ዘይብሉ እዩ ዝኾነ ነገር ኩናትን ገለን ዝውሰን ዘሎ ብወገን ኤርትራ ዘሎ ከ ኣይረኣይን ድዩ እቲ ጸገማት የለን ኢልካ ዲካ ትኣምን ብዙሓት ውን ንገሊኦም ምስ ትግራይ ምስ ኢትዮጵያ ምስ ገለ መለፋሕ ፋሕ ኢሉ ዘሎ ውን ካብኡ ዝብገስ ዩ ዝብሉ ኣለዉ እሞ ብወገን ህወሓት ወይ ከኣ መሪሕነት ናይ ትግራይ ድዩ እቲ ጸገም ኔሩ ክሳብ ሕጂ ዝንከባለል ዘሎ ጸገም ወይስ ኣብ ኤርትራ ውን ክስታይ ነይሩ እዩ። ናይ ኩላትካ ጸገም ኩላትካ ክትፈትሖ ዝግበኣካ ኩላትካ ድማ ስጉምቲ ክትወስዶ ዝግባእ ዶ ኣይኮነን? ሕጂ መመሊሱ ዝጋደድ ዘሎ እቲ ሓደ ከርእየክን እየ እቲ ሓደ ከርእየክን እየ እንዳተባህለ እዩ እቲ ህዝቢ ዝሃልቕ ዘሎ። ስለዚ ሆሊስቲክ ዝኾነ እስከ ሓፈሻዊ ብምሉኡ ኩነታት ክንርእዮ እስከ ንፈትን። ኣብ ኤርትራ ርእሱ ዝኸኣለ ጸገም ኣሎ። እዚ ዘሎ ስርዓት ዓመጸኛ ዘይሕጋዊ ስርዓት እዩ። ሕጋውነቱ ኣብ ሽሕን ትሽዓተን ሚእትን ተስዓን ሸውዓተን እቲ ቅዋም ምስ ጸደቐ ካብኡ ንደሓር ሕጋውነቱ ጥፊኡ ከም መሰጋገሪ መንግስቲ እኮ እዩ ክሳብ ሕጂ ዘሎ። ስለዚ ህዝቢ ኤርትራ ልዑላውነቱ ተመንዚዑ ስለ ዘሎ ልዑላውነቱ ንምምላስ ኣንጻርዚ ዓመጸኛ ስርዓት እዚ ዘካይዶ ቃልሲ ኣሎ። እሱ ንርእሱ ስርዓት ምቕያር ናይ ህዝቢ ኤርትራ ጉዳይ እዩ፣ ውራይ እዩ። ስለዚ እሱ ኣብ ቦትኡ ኣሎ። ግን ኩናት ተኻይዱ ኣብ እግባይ ዘይበሃሎ ቤት ፍርዲ ተኸይዱ ውሳኔ ቤት ፍርዲ ንምትግባር ኣብ ዝተገብረ ጻዕሪ እቲ ሽዑ ዝነበረ ስርዓት ናይ ኢትዮጵያ ነቲ እግባይ ዘይበሃሎ ናይ መወዳእታን ቀያድን ተባሂሉ ዝተዋህበ ውሳኔ ምትግባር ስለዝሓሰደ ስለዝኣበየ እዚ ንስርዓት ኢሳያስ መመኽነይታ ኮይኑ ምልኩ ንኸደልድል ንህዝቢ ኤርትራ ኩሉ ትካላት መንግስቲ ባይቶ ሃገራዊ ባይቶ ከደስክል ካቢነ ትርጉም ዘይብሉ ስእልካ መሳርሒ ክገብር ዋላ ንገዛእ ርእሱ እቲ ህግደፍ ዝበሃል ማእከላይ ባይትኡ ይኹን ፈጻሚ ኣካሉ ይኹን የለን ብግብሪ እቲ እቲ ስርዓት ናይ ሓደ ውልቀ ሰብ ስርዓት እዩ ኮይኑ ዘሎ ስለዚ እቲ ቀንዲ ደመኛ ጸላኢ ናይ ህዝቢ ኤርትራ እዚ ስርዓት እዚ እዚ ስርዓት እዚ ክእለ ክኸል ኣለዎ እዚ ስርዓት እዚ ከይእለ ግን ካልእ መመሳመሲ ንዕኡ መመሳመሲ ክኾኖ ዝኽእል ምኽንያት ተፈጢሩ ብግብሪ ከኣ ከምቲ ኩሉ ግዜ ዝብሎ እቲ ኣብ ኣስመራ ዘሎ ስርዓትን እቲ ኣብ ኣዲስ ኣበባ ዝጸንሐ ስርዓትን ከም ክልተ ገጽ ናይ ሓንቲ ሰልዲ ንህዝቢ ኤርትራ ንምድኻም፣ ቁጠብኡ ንምዕናው፣ መንእሰዩ ፋሕ ኢሉ ብጃምላ ከም ዝስደድ ኣብ ምግባር ዓቢ ግደ ተጻዊቶም እዮም ክልቲኡ። እቲ ህልኽ ናይ ክልቲኦም እዚ ኣስዒቡ እዩ። ግን ብመሰረቱ ንህዝቢ ኤርትራ ዘገድሶ ልዑላዊ መሬቱ ምሉእነት መሬቱ ከረጋግጽ ምስ ኩሎም ጎረባብቱ፣ ምስ ኢትዮጵያ፣ ምስ ጅቡቲ፣ ምስ ሱዳን ብሰላም ክነብር ዝደሊ ህዝቢ እዩ። ህዝቢ ኤርትራ ዘይናቱ ኣይደልን እዩ፣ ናቱ ክምንዛዕ ኣየፍቅድን እዩ። ሕጂ ምኽንያቱ ኣብ እንታይ እዩ ትግራይ ተ- ክብል ይርዳእ። ተፈጢሩ ዘሎ ከም ዝበልካዮ ብዙሕ ብላዕሊ ታሕቲ ጸኒሑ እዩ እቲ ህዝቢ እውን ዳርጋ ቅሒሩ ኮይኑ ይስምዓኒ እሞ ከምዚ ንሪኦ ዘለና እውን ናይ ኢትዮጵያውነት ስምዒት እውን እንዳጠፍአ ዝኸይድ ዘሎ እዩ ዝመስለካ ስለዚ ኣብዚ ከምዚ ኩነታት ናይ ኤርትራ ፖለቲካ ከመይ ክፅሎ ንኣብነት ኣይግበሮ ማለት ከም ዘሎ ግን ፋሕፋሕ እንድሕር ኮይኑ ናይ ኢትዮጵያ ኩነታት ንኩሉ እውን ከም ፀልዎ ፍሉጥ እንዲ ብፍላይ ድማ ንራ ምስ ትግራይ ከም ተዳዋዊት ምዃና መጠን ኣብ ፖለቲካ ናይ ኤርትራ እንታይ ዓይነት ፀቕጢ ወይ ለውጢ እዩ ከምፅእ ኢልካ ትግምት እቲ ኣብ ትግራይ ዝፍጠር ዝኾነ ይኹን ካብ ሕጂ ን ኣነ ከምቲ ኩሉ ግዜ ዝብሎ ጉዳይ ኢትዮጵያውያን ብዝመሰሎም ባዕሎም ብዝሰማምዕሉ ወይ ሚዛን ሓይልታቶም ብዘፍቅደሎም መንገዲ ክፈትሕዎ ንዓኣቶም ይምልከት ጉዳዮም ኣብ ውሽጣዊ ጉዳዮም ክንኣቱ የብልናን ዝብል እምነት ኣለኒ። ንሶም ውን ከምኡ ኣብ ውሽጣዊ ጉዳይና ክኣትዉ የብሎምን። ኣብ ልዕሊ መንነትና፣ ሓድነትና፣ ምሉእነት ግዝኣትና ዝግበር መጥቃዕትታት ክቋረጽ ኣለዎ፣ ብኹሎም ሸነኻት ክቋረጽ ኣለዎ። ብዝተረፈ ንሕና ኢትዮጵያ ብድላያ መንገድ ትወደብ ፋሕፋሕ መቸስ ግደ ሓቂ ኢትዮጵያ እታ ዝዓበየት ሃገር ኣብቲ ዞባ ስለዝኾነት ኣብ ኢትዮጵያ ዝመጽእ ዕግርግር ኣብ ኢትዮጵያ ዝፍጠር ህውከት ንኹለንተን ጎረባብቲ ሃገራት ዝጸሉ እዩ ብኣሉታ ዝጸሉ እዩ ንዓና እውን ከም ጎረቤት ሃገር ብኣሉታ ክጸልወና እዩ ምክንያቱ እቲ ተን ጎረባብቲ ሃገራት ኩላተን እንታይ ይበሃል ኣዝየን ድኹማት እየን ቨሪ ፍራጃይል ሓያል ትካላት የብለንን ዝሰርሕ መንግስቲ የብለንን ናይ ብሓቂ ሕጂ እቲ በጨቅታ ክጻወሮ እኽእላ ድየን ኣይክእላን በጨቅታ እንታይ ማለት እዩ ማለት ኢትዮጵያ ሚእትን ዓሰርተን ሚእትን ዓሰርተ ሓሙሽተን ሚልዮን ዝኸውን ህዝቢ ኣለዋ እንድሕር ደኣ ህውከት ኮይኑ በብመዳዩ ካብቲ ህውከት ከምልጥ ክፍትን እዩ ክንደይ ሚልዮን እዩ ናብ ኤርትራ ክመጽእ ክንደይ ሚልዮን ናብ ሶማልያ ክኸይድ ሶማልያ ንርእሳ ኣብ ምንታይ ኩነታት ኣላ ናብ ሱዳን ናብ ደቡብ ሱዳን ናብቶም ጎረባብቲ ሃገራት ኣብአን ንክቐመጥ እውን ኣይኮነን ከም መሰጋገሪ ክገብረን እዩ ኪኖ እቲ ዞባ እውን ንኤውሮጳ ንኣሜሪካ ንምሉእ ዓለም ዝትንክፍ ነገር እዩ ስለዚ ናይ ብሓቂ ብዓይኒ ሰናይ ድልየት ኢትዮጵያ ሰላም፣ ርግኣት፣ ፀጥታ ሓሊያ ክትነብር ንረብሓ ህዝብታት ኢትዮጵያ ጥራይ ዘይኮነ እንተላይ ንረብሓ ጎረባብቲ ሃገራት እዩ፣ እንተላይ ናይ ኤርትራ። እንድሕሪ ድኣ እቲ ህውከት ቀፂሉ ግን ንዓና ብኣሉታ ከምዝፀልወና ፈፂሙ ዘጠራጥር ነገር የለን። ካብዚ ኣሉታዊ ፅልዋ እዚ ንምድሓን ግን ኤርትራ ወይ ህዝቢ ኤርትራ ነዚ ዓፊኑ ሒዝዎ ዘሎ ዓማጺ ስርዓት ቀይሩ ናይ ብሓቂ ንህዝቢ ዘገልግል ህዝቢ ዘሳትፍ ስርዓት ቁጠባ ኤርትራ ዘማዕብል ሓየት ሰብኣዊ ርእሰማል ኤርትራ ዘማዕብል ናይ ምክልኻል ዓቕሚ ኤርትራ ዘማዕብል መንግስቲ ክሃንጽ ከም ውሕስነት ናይ ድሕነት ኣገዳሲ ኮይኑ ይስማዓኒ። እወ ከምቲ ዝበልካዮ እቲ ውሽጣዊ ዓቕምኻ እንድሕር ኣቢሉ እቲ ናይ ደገ ከይትንክፈካ ይኽእል እዩ ግን በዚ ዘሎ ኩነታት ናይ ኤርትራ ግን ናበይ ገጹ እዩ ዘብል ኢልካ ናትካ ገምጋም ኣለካ ማለት እዩ እቲ ኣብ ደንበ ተቓውሞ ዝበሃል ዘሎ እውን ዳርጋ በዛ ናይ ሸሞንተ ወርሒ ዝተፈጥረት ከማን ኣብ ክልተ ሰለስተ ፈረኽረኽ ኢሉ ንሪኦ ኣሎና። ስለዚ ሲ እቲ ተስፋ ካበይ እዩ? ድልዱል መንግስቲ ነቲ ህዝቢ ዝሓሊ ነቲ ዶቡ እውን ክሳብ መወዳእታ ዝከላኸል መንግስቲ ዝህልወሉ ኩነታት ብኸመይ ክፍጠር ኣብዚ ዘለናዮ ኩነታት ማለት እዩ እንታይ እዩ ዝረኣየካ ናይ ኤርትራ ኣብ ውሽጣዊ ናይ ኤርትራ ኩነታት ክንዛረብ ተኮይንና ማለት እዩ እንታይ መስለካ ከምቲ ኩሉ ግዜ ዝኣምኖ ኣነ ኩሉ ግዜ ውን ዝገልጾ እቲ መሰረታዊ እምነተይ ኣነ ለውጢ ብውሽጢ ግን ነዚ ብደገ ዘሎ ከኣ ተራ ዝህብ ወይ እዚ ኣብ ደገ ዘሎ ከኣ ኣበርክቶ ዝገብረሉ ዓይነት ለውጢ ምክንያቱ ኣብ ውሽጢ ናይ ብሓቂ በቲ ስርዓት ዘይሕጉስ ዘይዕጉብ መብዝሕትኡ ህዝቢ መብዝሕትኡ ዋላ ኣብቲ መንግስቲ ዘሎ ዋላ ኣብቲ ሰራዊት ዘሎ ዋላ ኣብቶም ላዕለዎት ኣዘዝቲ እዚ ከም ዘሎ ኣነ እረጋግጸልካ በዚ ስርዓት እዚ ዓጊቡ ረድዩ ዝሓድር ኤርትራዊ የለን ኣብ ውሽጢ ምናልባት በጻብዕ ዝቁጸሩ ኣኽኣልቲ ወይ Enablers ናይቲ ውልቀ መላኺ ክጥቀሱ ይኽእሉ ብሓፈሽኡ ግን ህዝቢ ኤርትራ እዚ ስርዓት እዚ ብህዝቢ ኤርትራ ፍንፉን እዩ ኣብዚ ናይ ቅልውላው ግዜ እዚ ግን ናይ ዘሕዝን እዩ ነቲ ውልቀ መላኺ ዘሕይል ኩነታት እዩ ተፈጢሩ ምኽንያቱ ዘይርግኣት ስግኣት ግዳማዊ ስግኣት መጽዩ ገለ ተባሂሉ ኩሉ ሰብ ሃገሩ ኣብ ምክልኻል እዩ ከድህብ እቲ ናይ ውሽጣዊ ጉዳይካ ተወንዝፍ ምኽንያቱ ብግዳም ዝመጸካ ስግኣት ኣሎ እዚ ኸኣ እቲ ናይ ምውርራድ ገለ ዝበሃል ድማ ነዚ ነዚ ንምድል ነዚ እዩ ዘደልድል እምበር ካልእ ፋይዳ የብሉን ናይ ብሓቂ እምበር ኣብ ኤርትራ ጎቢጡ ከምፆ ዝኽእል ለውጢ ዘሎ ኣይመስለንን ወይ ንኤርትራ ወሪሩ ዝዕወተሉ ኩነታት ኣሎ ኢለ ኣይኣምን እየ ምኽንያቱ እቲ ሚዛን ሓይሊ ብዝርዝር ስለ ዝፈልጦ ኩሉ እውን ስለ ዝፈልጦ እቲ ዘሎ ሚዛን ሓይሊ ዘፍቅድ ኣይኮነን ሕጂ እቲ ፕሮፓጋንዳ ቁሩብ ቅጥዒ ተዝግበረሉ ናይ ብሓቂ ናብ ሰላም ገጽካ ኣንፈት እንተ ዝመጽእ፣ ህዝቢ ኤርትራ ከኣ ብምሉእ ዓቕሙ ነቲ ዘቤታዊ ተጻባኢ ሓይሊ ክኣሊ ይኽእል እዩ። ኣብ ደገ እኮ ዝዋጭዋጭ ዝብል ክንደይ ካብ ሚእቲ ናይቲ ኣብ ደገ ዘሎ ህዝቢ እዩ። እዚኣ ኣብ ግምት ነእቱ። ክንደይ ካብ ሚእቲ? The Silent Majority ዝበሃል ኣሎ። ብዝኾነ መንገዲ ከኣ ምስ ህግደፍ ተጸጊዑ ዘሎ ኣሎ። እቲ ተቓውሞ እየ ዝብል ንገዛእ ርእሱ ገሊኡ ምስ ደጋፊ ናይ ወያነ ኮይኑ ሆ ይብል ኣሎ of course ብዝተፈላለየ ምኽንያታት ቅድሚ ሕጂ ውን ገሊጸዮ እየ ገሊኡ ከኣ ኣብቲ ሃገራዊ መስመሩ ኣሎ ነቲ ስርዓት ምቅዋም ምስ ካልእ ኣብ ልዕሊ እታ ሃገር ተጻባኢ ዕላማ ዘለዎ ሓይሊ ምምሕዛው ማለት ኣይኮነን ንኢሳያስ ስለ ዝጸላእካ ወይ ንስርዓት ኢሳያስ ስለ ዝጸላእካ ሃገር ክወርር ንዝደሊ፣ ኣብ ልዕሊ ሃገርካ ካልእ ዕላማ ንዘለዎ ሓይሊ ክትድግፍ ምስ ምንታይ ይቑጸር? ኣነ ቅኑዕ ኣይመስለንን። ኩሉ ግዜ እንድሕር ቅኑዕ ሃገራዊ ተቓውሞ ኮይኑ ነቲ ስርዓት ክቃወም ክኽእል ኣለዎ፣ ረብሓ ህዝብን ሃገርን ግን ክከላኸል ክኽእል ኣለዎ። እቲ ሃገር ናይ ሓባር እዩ፣ ህዝቢ ናይ ህዝቢ ህዝብና እዩ፣ ስለዚ ንዕኡ ንረብሕኡ ኩሉ ግዜ ንከላኸሎ ክንከላኸለሉ ይግባእ። እቲ ስርዓት ግን ደመኛ ጸላኢ ናይቲ ህዝቢ ነቲ ህዝቢ ዓፊኑ ዝጭፍልቕ ዘሎ ስርዓት ስለ ዝኾነ ናይ ኩሉ ጸላኢ እዩ። ስለዚ እቲ ለውጢ ብውሽጢ እዩ ክመጽእ ዝብል እምነት ኣለኒ። ብውሽጢ ንክመጽእ ግን እዚ ኣብ ግዳም ዘሎ ሓይልታት ከኣ ክድርኽ ከበርክት ይኽእል እዩ ግን ነብሱ ከማእዝን ክኽእል ኣለዎ። ምስ ዝመጸ ለውጢ ከይመዘንካ፣ ናበይ እዩ ገለ ከይፈለጥካ ስኢልካ ኣብ ፕሮፖጋንዳ ዝተመስረተ ሆይሆይታ ንተቓውሞ ኣይጠቕሞ፣ ነቲ ኣብ ውሽጢ ዘሎ ክቃወም ዝደሊ ሓይልታት ኣየተባብዖ። ኩሉ ግዜ እቲ ሃገራዊ ሓይሊ ማእዝኑ ክሕዝ ክኽእል ኣለዎ። ነቲ ስርዓት እንዳተቓወምካ እናቃላዕካ ንረብሓ ህዝብን ሃገርን ምክልኻል እዚ i think እቲ እቲ ቅኑዕ መስመር ናይ ተቓውሞ መስለኒ። ነዚ ዝሰሓተ ተቓውሞ ግን ንርእሱ እዩ ኣበርክቶ ካብ ምግባር ዝግልል። ማለተይሲ it makes itself irrelevant ኣብቲ መስርሕ። ምክንያቱ ዝስማዕ ኣሎ እኮ ከምዚ ዓይነት ተቃውሞ ትረፈና ከይመፃኹም ትረፉና ገለ ዝብል ዘረባታት ዝሰማዕ ኣሎ ካብ ውሽጢ እውን ዝመፅእ ዘረባታት ኣሎ ስለዚ እቲ ተቃውሞ ብምልኡ ኣይኮነን መኣዝኑ ስሒቱ እቲ ሃገራዊ ተቃውሞ መኣዝኑ ሒዙ ክቃለስ ክኽእል ኣለዎ ረብሓ ሃገር ረብሓ ህዝቢ ይከላኸል ነቲ ስርዓት የጥቅዕ የቃልዕ ነቲ ሃገር ወይ ኣብ ልዕሊ ልዑላውነትን ምሉእነትን ምሉእነት ግዝኣትን ናይታ ሃገር ህርፋን ወይ ሕልሚ ንዘለዎም ሓይልታት ግን ዝያዳ ናይቲ ስርዓት ክቃወም ይግባእ ዝብል እምነት ኣለኒ። ምኽንያቱ እንድሕሪ ደኣ ኢሳያስ እኮ ወይ ብሓይሊ ህዝቢ ብዝኾነ መንገዲ ወይ ከኣ ብባህርያዊ ምጽንቃቕ ዕድመ ክእለዩ ምስ ተኣልየ ህዝቢ ኤርትራ ኤርትራ ጋና ናጻ ልዑላዊት ሃገር ኣላ ህዝቢ ኤርትራ ዝምምኦ ስርዓት ትተቲ ተመንጢሉ ዝጸንሐ ልዑላውነቱ ከምልስ እኽእል እዩ ዝብል እምነት ኣለኒ እንድሕር ድኣ ተጻባኢ ባዕዳዊ ሓይሊ ኤርትራ ወሪሩ ሒዙ ግን ናጽነት ኤርትራ ክበጻ ናጻ እያ ሃገራዊት ናጻ ልዑላዊት ሃገር ኤርትራ ቅበጻ። ሕጂ እንታይ እየ ገሊኦም ዝብልዎ ማለት እዩ ልቃሕምቲ ህዝባዊ ግንባር ምስ ህዝባዊ ሓርነት ትግራይ ተላፊኑ ተሓጋጊዙ ዘበለ ንሕና እውን ዘይ ማለትስ ምስኣቶም ኮይናስ ነቲ ለውጢ ከነቃላጥፎ ዘይንኽእለሉ መገዲ የለን ዝብል ኣዘራርባ ኣለዎ እዞም ሓይልታት እዚኣቶም ሉዓላውነት ናይ ኤርትራ ክሳብ ዝኣመኑ ሓጉዝና ወይ ከዓ ንተሓጋገዝ ምባል ከም ጌጋ ይረኣ ማለት ድዩ ማለት ናይ ብዙሓት ዘረባታት ስለ ዘሎ ይብሓት SBS ትግርኛ መደባትና ኣብ ፌስቡክ ሸር ግበርዎ።
ክቡራት ሰማዕትና ሰማዕቲ ሬድዮ ስቤስ እዚ ምስ ኣምባሳደር ዓንደብርሃን ወልደ ጊዮርጊስ ዝገበርናዮ ቃል ምሕትት ኣይተወደን ቀዳማይ ክፋሉ እዩ ኣብ ዝተወድእ ዘሎ ካልኣይ ክፋሉ ኣብ ዝመፅእ መደባትና ክነቕርቦ ኢና እዚ ትሕዝቶዝን ካልእ ትሕዝቶታት ናይ ኤስቢኤስ ትግርኛ ኣብ ኤስቢኤስ ዶት ኮም ዶት ኤዩ ስላሽ ትግርኛ ኣብ መርበብ ሓበሬታና ማለት እዩ ወይ እውን ብፌስቡክ ኤስቢኤስ ትግርኛ ኣቲኹም ኣብ ዝኾነ ሰዓት ክትሰምዑ ትኽእሉ ኢኹም። ክሳብ ኣብ ዝመጽእ መደብና ንራኸብ ሰላም ቅነ።